ዛንታና ዝጅምር ብሓንቲ ሽማ ዝተባህለት ተምሃሪት ካልኣይ ደረጃ እናርኣየና እዩ ዝጅምር። ኣደን ኣቦን ሽማ ድማ ቅድሚ ዓመታት ዝተፋትሑ ኮይኖም ኣብዚ ሕጂ እዋን ድማ ሽማ ምስ ኣዲኣ ምንባር ስለ ዝሰልቸዋ መስ ኣቦኣ ክትነብር ስለ ዝወሰነት ተተሓሒዞም ናብ ገዝኡ ከደት። ጽንሑ ጽንሑ ቅድሚኡ ግን መደብና ኣብዚ ቴስዓ መዓልቲ ሚእቲ ሽሕ ሳብስክራይበር ክንረክብ እዩ ኣይንኽእልን? ንኽእል ኢና። ሳብስክራይብ ግበሩ። ንጽባሒቱ ድማ ሽማ ናብቲ ሓድሽ ቤት ትምህርታ ብምኻድ ከም ኩሉ ተመሃራይ ስማ ኣላለየት። ብዘይካ ጄን ዝተባህለ ተመሃራይ ድማ ኩሎም ምዉቕ ኣቀባብላ ገበሩላ። ጄን ኣብቲ ቤት ትምህርቲ ህቡብ ተመሃራይ ብምዃኑ ደቂ ኣንስትዮ ብቐሊሉ ክረክብ ዝኽእል ኮይኑ፣ ንሱ ድማ ነዚ ስለ ዝፈልጥ መብዛሕትኡ ግዜ ብደቂ ኣንስትዮ ልቡ ኣይስንብድን'ዩ። ቀጺላ ድማ ሽማ ኣብ ጥቓ ጀየን መጺኣ ኮፍ ምስ በለት ናይ ዓርኩ ዋኪ ቦታ ምዃኑ ነጊሩ ክትንስእ ሓተታ። እዚ ብምባሉ ዝተረበሸ ድማ ኣፍካ ብዙሕ እንተዘይከፈትካ ይሓይሽ ብምባል ኣብ ቅድሚ ተምሃሮ ኣዋረደቶ። ተምሃሮ ናይቲ ክፍሊ እውን ንጀን ከም ዝንዒቕዎ ዝፈልጥ ሰብ ስለ ዘየለ ብባህርያታ ክግረሙ ጀመሩ። ኣብ ግዜ ዕረፍቲ ድማ ሃሩካ ዝተባለት ጓል ምስ ክልተ መሓዙታ መጺኤን ንሺማ ተላለያኣ። ዛንታና ንድሕሪት ይመልሰና እሞ ኣብቲ ሽማ ምስ ኣዲኣ ክትነብር ከላ የርእየና። ኣብ ገዝኣ ዝጸልኣ ዝነበረ ሰብኣይ ኣዲኣ፣ ኣብ ቤት ትምህርቲ ድማ መሓዙት ከም ዘይብላ የርእየና። በዚ ምኽንያት ድማ ሽማ ምሉእ መዓልቲ ኣብ ክፍላ ንበይና ተሕልፎ ኮይና፣ በንጻሩ ድማ ኩሎም ኣብዚ ቤት ትምህርቲ ዘለዉ ሰብ ክላለዩዋ ከም ዝደልዩ ምስ ረኣየት ክትሕጎስ ጀመረት። ቀዳመይቲ መዓልቲ ትምህርታ ወዲኣ ናብ ገዝኣ ምስ ተመልሰት፣ ካብ ክላስ ኣብኲሩ ዝነበረ ዓርኪ ጄን ዝኾነ ዋኪ ድማ ምስ ኣቦኣ ኮይና ረኣየቶ። ዋኪ ንበዓል ሽማ ጎረቤቶም ስለ ዝነበረ፣ ምስ ኣቦኣ ከም ኣዕሩኽ እዮም ዝቀራረቡ ዝነበሩ። ዋኪ ድማ ሽማ ካብ ቤት ትምህርቲ ክትምለስ ከላ ምስ ረኣያ ኣቦኺ ብዛዕባኺ ብዙሕ እዩ ነጊርኒ ብምባል ፍሽኽ እናበለ ነብሱ ኣላለያ። ቀጺሉ ድማ ኣብ ዝኾነ ነገር ሓገዝ እንተደልያ ካብ ኣቦኣ ቴለፎን ወሲዳ ክትድውለሉ ከም እትኽእል ሓበራ። ጓል መሓዛ ጥራይ ዘይኮነስ ሕጂ ድማ ወዲ መሓዛ እውን ከም ዝረኸበት ምስ ረኣየት ሽማ ሓጎሳ ክትቆጻጸሮ ኣይካለትን። ንጽባሒቱ ድማ ጄንን ዋኪን ኣብቲ ቤት ትምህርቲ ፍሉጣት ተመሃሮን ኣዋልድ ናይቲ ቤት ትምህርቲ ኩለን ከም ዝደልየኦምን ብሃሩኳ ተነግራ። ሃሩኳ እውን ቀጺላ ብዙሕ ምስኦም ከይትቐርብን እንተ ቐሪባ ግን ብምሉእን ደቂ ኣንስትዮ ተመሃሮ እታ ቤት ትምህርቲ ከም ዝጸልኣኣ ብምንጋር ኣጠንቀቕታ። ሺማ ግን ሃሩኳ ዝበለታ ነገር ረሲዓ ምስ ዋኪ ኣብ ክፍሊ ክትዛረብ ጀመረት። ሓደ መዓልቲ ድማ ነዚ ዝረኣያ ኣፍቀርቲ ዋኪ በይና ኣብ ሽቓቕ ረኺበን ድሕሪ ሎሚ ምስኦም እንተ ተራእያ ህይወታ ከም ዘበላሽዋላ ነጊረን ኣፈራሪሐናኣ ከዳ። ከምዚኤን ዓይነት ኣዋልድ ግን ኣብ ዓድና ኣለኽን? ኣይመስለንን። እንተሊኽን ግን ብኹሉ ሰነ ስርዓት ሰነ ስርዓት ግበራ ብዝኾነ። ድሕሪ ቐትሪ ድማ ሃሩካ ናብኣ ቐሪባ ምሸት ኣብቲ ዝገብርዎ ፓርቲ ክትመጽእ ዓደመታ። ሽማ ውን ብሓጎስ ምስቲ ሓሳባ ተሰማምዐት። ምሸት ድማ ኣብቲ ዝበለታ ቦታ እናተጸበየታ ሃሩካ ክኸውን እዩ ዝበለታ ፓርቲ ክትረኽቦ ኣጸገማ። ደጋጊማ ንሃሩካ እንተደወለትላ'ኳ ቴለፎና ግን ክሰርሕ ኣይከኣለን። ኣብዚ ግዜ'ዚ ዛንታና ሃሩካ ኣብ ልዕሊኣ ከምዝተጻወተትን ከምዚ ዝገበረት ድማ ምስ በዓል ዋኪ ብዘለዋ ርክብ ናይ ቅንእ ስምዒት ስለ ዝሓድራ እዩ። ኣብዚ እዋን ድማ ሽማ ንሰዓታት ተጸብያ ምስ ረብረበት ናብ ገዝኣ ክትምለስ ጀመረት። ኣብ መንገዳ ድማ ምስ በዓል ዋኪ እንተ ተቓራሪባ ኩለን ኣዋልድ ክጸልኣኣ እየን ዝበለታ ነገር ዘኪራ ከምቲ ኣብ ናይ ቀደም ቤት ትምህርተይ ክጽላእ እየ ግዲ ሕጂኸ ብምባል ኣብ ሓሳብ ኣተወት። ከልቡ ከጓዕዝ ኢሉ ወጺኡ ዝነበረ ዋኪ ድማ በይና ኣብ ጎልጎል ሜዳ ምስ ረኣያ ናብኣ ብምኻድ ስካፉ ድሕሪ ምሃቡ ናብ ገዝኣ ኣፋነዋ። ንጽባሒቱ ድማ ሽማ ስካፉ ክትመልሰሉ ናብ ገዝኡ ከደት። ኣብቲ በረንዳ ድማ ምስ ኣዲኡ ተራኺባ ዋካ ሓደገኛ ሰዓል ከም ዝሓዘቶ ነገረታ። ነንሕድሕደን እናተዘራረባ እንከለዋ ድማ ጄን ዓርኩ ዝስተ ነገር ገዚኡሉ መጸ። ዋኪ ሕማሙ ምስ ሓሾ ድማ ጄን ንሺማ ሒዝዋ ናብ ሓደ ኣዝዩ ጽቡቕ ቦታ ከዱ። ንሳ ድማ ነታ ከተማ ከም ዝሪኣ ኣዝያ ክትሕጎስ ጀመረት። ጄን ግን በንጻሩ ኣዘውቲሩ ዝመጸሉ ቦታ ስለ ዝነበረ ብዙሕ ኣይተመሰጠን። እናዕለሉ ኣዝዮም ክቀራረቡ ስለ ዝጀመሩ፣ ሽማ እንተ ዘይሳዕሳዕኩ ኢላ ኣብ በረድ ክትስዕስዕ ጀመረት። ጄን ድማ ብሳዕስዒታ ተመሲጡ ቴለፎን ኣውጺኡ ቪድዮ ክስእላ ጀመረ። ንጽባሒቱ ሽማ ናብ ቤት ትምህርቲ ምስ ከደት፣ ቪድዮ ሳዕስዒታ ሪኣ ሓሪቓ ዝነበረት ሃሩካ ናብኣ መጺኣ፣ ንሺማ ሳዕሳዒትና እናበለት ከተሽሙረላ ጀመረት። ሺማ ብዛዕባ እዚ እናተሾቕረረት ከላ፣ ጄን ካብዚ መጺኡ ከይተባህለ ኣዝያ ንፍዕቲ ሳዕሳዒት ምዃናን ንሳ ከምዚ ትብል ዘላ ድማ ስለ ዝቐንኣት እያ ብምባል ንሃሩካ ኣብ ቅድሚ እቶም ተመሃሮ ኣዋረዳ። ሺማ ድማ ነዚ ምስ ረኣየት ከተስተንፍስ ጀመረት። ኣብ ተመሳሳሊ መልክዕ ድማ ከምቲ ንሺማ ትጸልኣ ዝነበረት መልክዕ ብተመሃሮ ክትጽላእ ስለ ዝጀመረት፣ ሺማ ክትሕግዛ ናብኣ ከደት። እናተዘራረባ ከለዋ ድማ፣ ሃሩካ ኣብ ልዕሊ ጄናይ ፍቕሪ ስምዒት ስለ ዘለዋ'ያ ከምዚ ትገብር ከም ዘላ ገሊጻ፣ ብዝገበረቶ ነገር ግን ተጣዒሳ ይቕሬታ ሓተተታ። ሽማ ድማ ጸገም የለን ኢላ፣ ተመሊሰን መሓዙት ክኾና ጀመራ። ሓደ መዓልቲ ምሸት ድማ፣ ኣቦ ሽማን ኣደ ዋኪንን ድራር ክበልዑ ናብ ገዝኦም ዓደምዎም። ታሪኾም ድማ ብምቕጻል፣ ኣደ ዋኪ ምስ በዓል ቤታ ትፋታሕ ከም ዘላን ሕጂ ድማ ምስ ኣቦ ሽማ ምስጢራዊ ፍቕሪ ርክብ ከም ዘለዎም የርእየና። ክሳብ ኣብዚ ነዛ ቪድዮ ርኢኹምዋ እንተኾይንኩም ፈቲኹምዋ ኣለኹም ማለት እዩ። ነዛ ቪድዮ ላይክ ነታ ቻነል ድማ ሳብስክራይብ ምግባር ኣይትረስዑ ንብለኩም። ናብ ዛንታና ምስ እንምለስ እዚ ምትሕብባእ ዝሰልቸዎ ኣቦ ሽማ ድማ ንደቆም እቲ ሓቂ ደርጒሑ ገለጸሎም እሞ ልክዕ ኣብኡ ክትምርዓዎ ሓተታ። ኣደዋኪ እውን ዓቢ ፍቕሪ ኣብ ልዕሊኡ ስለ ዝነበራ ካልኣይ ግዜ ከይሓሰበት ነቲ ዝሓተታ ሕቶ ሓዳር ተሰማምዐት። በዚ ድማ ሽማን ዋኪን ኣዝዮም ሕጉሳት ኮኑ። ድሕሪ ቁሩብ ድማ ክልቲኦም ብዓቢ መርዓ ተመርዓዉ። ሺማን ዋክንን ብሓባር ክነብሩ ድሕሪ ምጅማሮም ከም ሓውን ሓፍትን ክቀራረቡ ጀመሩ። ዋኪ ንሺማ ረኺቡ ንጄን ብምጅላዉ ጄን ክኹሪ ጀመረ። ኣብ ሓደ መዓልቲ ነዚ ዝተረድኣ ሺማ ድማ ናብ ጄን መጺኣ ኣፍቃሪት እንተዝሕዝ ዝሓይሽ ከም ዝኾነ ነገረቶ። ኣብታ መዓልቲ እቲኣ ድማ ተመሃሮ ናይቲ ክፍሊ ተኣኪቦም ከለዉ ሓንቲ ቲሙ ዝተባህለት ተመሃሪት ፒያኖ ክትጻወት ጀመረት። ኣፍቃሪ ስነጥበብ ዝነበረ ዋኪ ድማ ኣብኡ ምስ ረኣያ ፈዚዙ ተረፈ። ኣብ ተመሳሳሊ ግዜ ድማ ሃሩካ ናብ ጄን መጺኣ ንዑ ዘለዋ ፍቕሪ ተናዘዘት። ጄን ድማ ሓደ ክልተ ግዜ ድሕሪ ምሕሳቡ ኣፍቃሪኣ ከም ዝኸውን ነገራ። ሓደ መዓልቲ ድማ ሃሩካ ናብ ሺማ መጺኣ ብሓባር ናብ ዝኸድሉ ዑደት ምስኦም ክትከይድ ሓተተታ። ቀጺላ እውን ኩሎም ጽምዲ ጽምዲ ኮይኖም ስለ ዝኸዱ ንበይና ከይትተርፍ ብምባል ምስ ካማካዝ ዝበሃል ወዲ ከተላልያ ከም ዝሓሰበት ነገረታ። ሺማ ንነገራት ክትፍትን ደፋር ስለ ዝነበረት ብሓሳባ ተሰማሚዓ ጉዕዞኦም ጀመሩ። ዋላኳ ሺማን ካማዛኪን ሎሚ እንተ ተፋለጡ ጽቡቕ ግዜ ካብ ምሕላፍ ግን ወልሓደ ኣይተሸገሩን። ክልቲኦም ብሓባር ኮይኖም እናዕለሉ ከለዉ ዋኪንን ጄንን ተሓቢኦም ብጩራ ይጥምትዎም ነበሩ። ጸኒሖም ድማ ኩሎም ብሓባር ተኣኪቦም መግቢ ኣብሲሎም ክበልዑ ጀመሩ። ጽምዲ ጽምዲ ኮይኖም ኣብ ውሽጢ ጫካ እናተጓዕዙ ድማ ሽማን ሃሩካን ንጀንን ኣብ ጥቓ እቲ ቀላይ ብሓባር ረኣየቶም። ክሳብ ሕጂ ስምዒታ ደሓን እኳ እንተኾነ ልክዕ ክልቲኦም ክሰዓዓሙ ምስ ጀመሩ ግን ኣብ ልዕሊ ጄን ምስጢራዊ ፍቕሪ ዝነበራ ሽማ ስምዒታ ክትርበሽ ጀመረት። ንካማዛኪ ገዲፋ ድማ በይና ክትከውን ከደት። ሃንደበት ግን ኣብ እግራ እሾኽ ስለ ዝወግኣ ተሲኣ ክትከይድ ኣዝዩ ኣጸገማ። ኣብዚ እዋንዚ ካማዛኪ ናብ በዓል ዋኪ በይኑ ምስ ተመልሰ፣ ጄን ካብ ኮፍ ዝበሎ ተንሲኡ ንሺማ በዚ ምሸት ኣበይ ገዲፍዋ ከም ዝመጸ ብሕርቃን ሓተቶ። ካማዛኪ ድማ ንሳ'ያ ገዲፋትኒ ከይዳ እንተ በለ'ኳ፣ ጄን ግን ሕርቃኑ ቀጺሉ ክደልይዋ ናብ ጫካ ኣተዉ። ነዊሕ ከይጸንሑ ድማ ጄን ንሺማ ረኺቡ ኣብ ሕቑኡ ሓዚሉ ካብቲ ጫካ ክወጹ ጀመሩ። ኣብ ሕቖ ጄን ኮፍ ኢላ ሰሰሪቓ ትርእዮ ዝነበረት ሽማ ድማ ቃንዛ ናይታ እሾኽ ገዲፍዋ ብፍቕሩ ክምስምስ ክትብል ጀመረት። በታ መዓልቲ ለይቲ ድማ ኩሎም ተኣኪቦም ካምፕ ብምድላው ዘይርሳዕ ግዜ ብሓባር ከሕልፉ ጀመሩ። ጸኒሑ ሽማ በይና ኮፍ ኢላ ከላ ካማዛኪ ናብኣ ቀሪቡ ኣብቲ ጫካ ንበይና ገዲፍዋ ስለ ዝኸደ ይቕሬታ ድሕሪ ምሕታቱ ኣዝያ ደስ ኢላቶ ስለ ዝነበረት ናብ ከተማ ምስ ተመልሱ ምሳሕ ክዕድማ ሓተታ። ሽማ ዋላኳ ንማሳኪ እንተ ዘይፈተወቶ፣ ንምሕዝነቶም ኢላ ግን ምስ ሓሳቡ ተሰማምዐት። ቀጺሎም ካብ መገሻኦም ምስ ተመልሱ፣ ከም ስምምዖም መሰረት ሽማን ካማዛክን ምሳሕ ክበልዑ ኣብ ሓደ ቤት ምግቢ ተራኸቡ። ካማዛኪ ድማ ብዙሕ ግዜ ከጥፍእ ስለ ዘይደለየ ብቐጥታ ደስ ከም እትብሎን ፍቓደኛ እንተኾይና ድማ ኣፍቃሪቶ ክትከውን ደስ ከም ዝብሎ ብቐጥታ ነገራ። ሽማ ግን ኣብ ልዕሊኡ ዝኾነ ዓይነት ስምዒት ስለ ዘይነበራ ከምኡ ክትገብር ከም ዘይትኽእል ምስ ነገረቶ፣ ካማዛኪ ናይ ብሓቂ ክሓዝን ጀመረ። ኰይኑ ግን ንውሳነኣ ከኽብር ስለ ዘለዎ፣ ዝበለቶ ተቐቢሉ ኣብ ልዕሊ ጄን ስምዒት ፍቕሪ ከም ዘለዋ ስለ ዝተረድኣ፣ ብዘይ ውዓል ሕደር እንተ ትነግሮ ከም ዝሓይሽ ሓቢሩዋ ከደ። ኣብተን ዝቐጸለ መዓልታት ድማ ዋኪ'ውን ኣብ ልዕሊ ጄን ስምዒት ከም ዘለዋ ተረድኣ። ናብ ጄን ከይዱ ድማ ንሱ'ውን ኣብ ልዕሊኣ ናይ ፍቕሪ ስምዒት እንተለዎ ብሕቡእ ክርድኦ ፈተነ። ጄን ግን ብቐሊሉ ዘይግመት ሰብ ብምዃኑ ዋክ ወላ ሓንቲ ክፈልጥ ኣይከኣለን። ድሒሩ ድማ ጄን ባስኬትቦል እናተጻወተ ከሎ ሃሩካ ናብኡ መጸት። ምሸት ረኺባ ድማ ጽቡቕ ግዜ ከሕልፉ እንተነገረቶ'ኳ፣ ጄን ግን ካብ መጀመርታ'ውን ምስኣ ፍቕራዊ ርክብ ዝጀመረ ስምዒታ ንኸይጎድእ ምዃኑ ገሊጹ፣ ካብዚ ንላዕሊ ግን ብሓባር ክቕጽሉ ከም ዘይክእሉ ነገራ። ሃሩካ ድማ ነዚ ምስ ሰምዐት ልባ ተሴራ እናበኸየት ገዲፋቶ ከደት። ኣብታ ምሸት እቲኣ ድማ ሽማ ናብ ገዝኣ እናተመልሰት ከላ፣ ጄን ኣብ መንገዲ ደው ኢሉ ረኣየቶ። ክልተ ግዜ ከይሓሰበት ድማ ብድሕሪኡ ከይዳ ተጠምጠመቶ። ኣብ ልዕሊኡ ናይ ፍቕሪ ስምዒት ከም ዘለዋ ዘይፈልጥ ጄን ድማ ብተግባራታ ክደናገር ጀመረ። ኣስዒቡ ድማ ኣፍቃሪኺ መሲለኪ ድየ ከምዚ ጌርኪ ትሓቑፍኒ ኢሉ ክሓርቕ ምስ ጀመረ ሽማ ዝገበረቶ ኣሕፊርዋ እናጎየየት ገዲፋቶ ከደት። ገዝኣ ምስ ኣተወት ድማ ኣብ ክፍላ ተዓጽያ ፍቕሩ ጨኒቕዋ ፍቕ ኢላ ክትበኪ ጀመረት። ኣብታ ቀጺላ ዝነበረት ክፍሊ ደቂሱ ዝነበረ ዋኪ ድማ ብኽያታ ይሰምዕ ነበረ። ንጽባሒቱ ድማ ኣደ ሽማ ናብኣ መጺኣ ብሓባር ምሳሕ ክበልዓ ጀምራ። ኣዲኣ ምስቲ ሓድሽ ኣፍቃሪኣ ብምብኣሳ እቲ ገዛ ብጭንቀት ክበልዓ ከም ዝደለየ ገሊጻ ምስኣ ንኽትምለስ ሓተተታ። ናይ ኣዲኣ ነገር ዘሕዘና ሺማ ድማ ምሸት ናብ ኣቦኣ መጺኣ ኣዲኣ ጽምዋ ስለ ዝስምዓ ዘሎ ናብ ቶክዮ ተመሊሳ ክትከይድ ፍቓዱ ሓተተቶ። ኣቦኣ ኣብ መጀመርታ ኣብዚ ምስኡ ክትጸንሕ እኳ እንተ ደለየ፣ ኣብ መወዳእታ ግን ድልየታ ከም ዘይቃወም ነጊሩ ክትከይድ ከም ትኽእል ነገራ። ንጽባሒቱ ድማ ሽማ ንጄን ዘለዋ ስምዒት ክትናዘዝ ወሰነት እሞ ኣብ ሓደ ቦታ ወላ እኳ እንተ ቆጸረቶ፣ ጄን ትማሊ ኣብ ኢንስተግራም ዝዘርግሖ ስእሊ ዝረኣዩ ደገፍቱ ምልኩዕ ምዃኑ ክነግርዎ እናጎየዩ ናብኡ ብምምጽኦም ናይ ክልቲኦም ዕላል ኣቋረጽዎ። ወልሓደ ክትገብር ዘይከኣለት፣ ሽማ ድማ ንዕኡ ዘለዋ ፍቕሪ ከይገለጸትሉ ናብ ቶክዮ ክትምለስ ወሰነት። ኣብታ መዓልቲ እቲኣ ድማ ድሕሪ ክፍሊ ዋኪ ናብ ጄን መጺኡ ሺማ ናብ ቶክዮ ከም እትምለስ ድሕሪ ምንጋሩ ኣብ ልዕሊኡ ዘለዋ ናይ ፍቕሪ ስምዒት ደርጉሓሉ። ኣስዒቡ ድማ ሽማ ኣዝያ ጽብቕትን ንፍዕትን ጓል ምዃና ነጊሩ፣ ብሓባር እንተዝኾኑ ድማ ኣዝዩ ደስ ከም ዝብሎ ነገሮ። ኣብ ውሽጡ ኣብ ልዕሊ ሽማ ሕቡእ ምስጢራዊ ፍቕሪ ዝነበሮ ጄን ድማ ነዚ ምስ ሰምዐ ብሓጎስ እናጎየየ ናብ ገዝኣ ከደ። ናብ ክፍላ ምስ ኣተወ ድማ ኩሉ ንብረታ ኣኪባ ከም ዝኸደት ረኣየ። ኣብዚ ግዜ እዚ ድማ ሽማ ኣብ ቶክዮ ዘይኮነትስ ንበዓል ሃሩካ ክትፋነዎም ከም ዝኸደት ዛንታና የርእየና። ሃሩካ'ውን ኣብ ልዕሊ ጄን ስምዒት ፍቕሪ ከም ዘለዋ ስለ ዝፈለጠት፣ ቅድሚ ምኻዳ ተትነግሮ ጽቡቕ ከም ዝዀነ መኸረታ። ቀጺላ ድማ፣ ሽማ ናብ ቶክዮ ቅድሚ ምምላሳ፣ ናይ መወዳእታ ግዜ ናብቲ ጄን ወሲድዋ ዝነበረ ቦታ ኸደት። እቲ ዘገርም ግን፣ ጄን'ውን ኣብ ተመሳሳሊ እዋን ኣብኡ መጸ። ሽማ ድማ ነዚ ኣጋጣሚ ተጠቂማ ስምዒታ ገለጸትሉ። ጄን'ውን ነዚ ምስ ሰምዐ፣ ኣብ ቶክዮ መጺኡ ናይ ዩኒቨርሲቲ ትምህርቱ ከም ዝውድእ ምስ ነገራ፣ ንሱ'ውን ኣብ ልዕሊኣ ዘለዎ ፍቕሪ ተናዘዘ። ጸኒሑ ናብ ገጹ ስሒቡ ኣብ ከንፈራ እናሰዓማ ዛንታና ይዛዝም።